ቃል ኣምላኽን ትምህርቲ እግዚኣብሔርን ቃል እግዚኣብሔር ከዓኒ መግቢ ስለ ዝኾነ ኩሉ ግዜ ከምቲ ዝነበርናዮ ዘለናዮን ከምቲ ዝጸንሐ ንመሃሮ ዝቐነናን ከምኡ ንእሽተይ ትምህርቲ ክንመሃር ኣምላኽ ይሓግዘና። ንዓይ ዝዛረብ ቃሉ

ብዙሕ ንዓና ዝጠቅሙ ነገራት ኣንቢብና ነይርና እንደገና ዓሰርተ ትእዛዛት እግዚኣብሔር ኣምላኽ ተማሂርና ነይርና እዘን ዓሰርተ ትእዛዛት ከዓኒ ብዝተባሃለና መጠን ክንዝክር ንፍተኛ ማለት እዩ ዓሰርተ ትእዛዛት ቃሉ ሽዱሽተ ቃላተ ወንጌል ዝበሃላ ማለት እዩ ሰብ ተመያይናዮ ጸቃጢ ኣርእስቲ ናይቲ ትምህርቲ ዝነበረ ንሱ እንታይ ነይሩ ዓሰርተ ሰላታት ዓለ እግዚኣብሔር ኣምላኽ እንጀራ ተኣዚዝና እንጀራ ተማእዚዝና ከይድና ካብኡ ብዙሕ በረከትን ጸጋን ንረክብ ምዃና እንተ ዘይተዘቢርናዮ ከኣ ኣበየናይ ጸገምን ሽግርን ከም ንርከብ ተማሂርና ኔርና ማለት እዩ። እምበኣር እዚ ቃለ ብትእዛዝ ዝርከብ በረኸት ዝብል ንሃለ ግዜ ተጻሒፉ ኣሎ ማለት እዩ። ትእዛዝ እግዚኣብሔር ኣምላኽ ብምሕላው ትእዛዝ ዕስራ ኦሪት ዘሌዋውያን ፍቕዲ ሓደ ምዕራፍ ዕስራን ሽዱሽተን እግዚኣብሔር ኣምላኽኩም ኣነ እየ እሞ ንስኻትኩም ንኣኻትኩም ጣዖታት ኣይትግበሩ ምስሊ ወይ ሓወልቲ ኣይተቑሙ ክትሰግድሉ ኢልኩም ድማ ዝተወቕረ እምኒ ኣብ ምድርኹም ኣይትግበሩ ሰናብተይ ሓልዉ መቕደሰይ እውን ኣኽብሩ። ኣነ እግዚኣብሄር እየ፣ ሕግታተይ ብሕግታተይ እንተ ኸድኩም፣ ትእዛዛተይ ከኣ እንተ ከኣ ኣጸቢቕኩም እንተ ሃለኹሞ፣ ኣነ ዝናብ ብግዜኡ እህበኩም፣ ምድሪ ድማ እኽላ ክትህብ እያ፣ ኣእዋም መሮር ከኣ ፍሬኤን ክህባ እየን። መ መዄለኹም ክሳዕ ምቕንጣብ ወይኒ ይጸንሕ፣ ምቕንጣብ ወይኒ ክሳዕ ዘርኢ ይጸንሕ፣ እንጌራኹም በሊዕኹም ትጸግቡ፣ ኣብ ምድርኹም ከኣ ሃዲእኩም ትቕመጡ። ኣብ መድረኹም ሰላም ክህብ እየ ንስኻትኩም ከኣ በጥ ኢልኩም በጥ ክትብሉ ኢኹም ዘፍርሃኩም እውን ኣይክህሉን እዩ ንሕሱማት ኣራዊት ካብታ ምድሪ ከጥፍኦም እየ ኲናት ድማ ኣብ ሃገርኩም ኣይክከውንን እዩ ንጸላእትኹም ተሳግግዎም ንሳቶም ብሰይፊ ኣብ ቅድሜኹም ይወድቁ ሓሙሽተ ካባኻትኩም ንሚእቲ ይጸግብዎም ሚእቲ ካባኻትኩም ከኣ እኩም ንዓሰርተ ሽሕ ይጸግብዎም ጸላእትኹም ብሰይፊ ኣብ ቅድሜኹም ይወድቁ ኣነ ክባርኸኩም እየ እሞ ከፍርየኩም ከብዝሓኩምን እየ ኪዳነይ ከኣ ምሳኻትኩም ክቐውም እየ ነዊሕ ዝተዓቆረ ነባሪ እኽሊ ክትበልዑ ክትበልዑ ምስ ጸናሕኩም ነቲ ሓድሽ እኽሊ ስፍራ መታን ክትረኽቡሉ ነቲ ዕቑር ኽትጉሕፍዎ ማሕደረይ ኣብ ማእከልኩም ክገብር እየ፣ ኣነ ኸኣ ኣይክፍንፍነኩምን እየ፣ ኣብ ማእከልኩም እነብር ኣምላኽኩም እውን እኸውን፣ ንስኻትኩም ከኣ ህዝበይ ትዀኑኒ። መታን ባሮቶም መታን ባሮቶም ከይትኾኑ ኻብ ግብጺ ዘውጻእኩኹም ኣነ እግዚኣብሄር ኣምላኽኩም እየ። ቈራብዓት ኣርዑትን ድማ ሰበርኩ፣ ርእስኹም ኣልዒልኩም ከም እትኸዱ እውን ገበርኩኹም። እሎና። እምበኣር ኣብዚ ብዘይ እግዚኣብሄር ኣምላኽ ዝርከብ በረኸት ስለዝተማሃርናዮ ዝሓለፈ ግዜ፣ እዚ በረኸት እዚ እግዚኣብሄር ኣምላኽ ይሃበና። ይከኣሎ ከም ዘሰውን እገ ኣምላኽ ኣቕሚጡላን ጽሒፉላን ኣሎ ኣብ ኦሪትዋ ዘደለዋውያን ማለት እዩ እዚ ጽሕፍ ኣብዚ ኣሎ ኩሉ ሻዕ ንደናገሮ ትምህርቲ ስሕተት ማለት እግዚኣብሔር ኣምላኽኩም ኣነ እየ እሞ ንኣኻትኩም ጣዖታት ኣይትግበሩ ምስሊ ወይ ሓወልቲ ኣይተቑሙ ክሰግድሉ ኢልኩም ድማ ዝተወቐረ እምኒ ኣብ ምድርኹም ኣይትግበሩ እናለ ዓቢ ጽሑፍ ጽቡ ገሩ ኣተ ኣብርሂሉና ኣሎ ኣብ ካልእ ጽሑፋት ብነ ስለ ዛለውቲ ንስለ ኣይትግበሩ ንዓኹም ንስለ ኣይትግበሩ ዝብል ብኸምኡ ምክንያት ነታ ስእሊ ጥራይ ብምሓዝ ብኸምኡ ምነ ሰብ ዝስሕትሉ ዝጠፍኡሉን ስለ ዝኾኑ ኣዚኣ መማሃራ ንርኢ ኢና ማለት እዩ። እዚኣ ከኣ እንታይ እያ ትብለና ስእሊ ምስሊ ወይ ሓወልቲ ኣይጠቕሙ ክሰብ ድዩ ኢልኩም ድማ ዝተቕረ እምኒ ዝተወቕረ እምኒ ምግርኩም ኣይትግበሩ መጀመርያ ንኣኻትኩም ጣዖታት ኣይትግበሩ ብላ ንሪኡ ምስሊ ወይ ሓወልቲ ኣይትግበሩ ኣይጠቕሙ ክትብሉ ዊዒልኩም ድማ ዝተወቕረ እምኒ ኣብ ምድርኹም ኣይትግበሩ ይብል ኣሎ ማለት እምበኣር እቲ ንሕና ንሰምዖ ዘለና ከምቲ ንሕና ንሰምዖን ንመሃሮን ዘለና እዩ እቲ ዝትርጎመላን ኣእምሮና ኸኣ ሰሚዕዎ ብእኡ ኸኣ ተማእዚዙ ንኽኸይድ ዝትርጎም ዘሎ ኣብ ዓለም ኣብ ሓሶታዊ ስብከታት ግን እንታይ እዩ ዘሎ እንተተባሂሉ ሰብኣይ ስእሊ ዝበሃል ኣይትግበሩ በቃ ስእሊ ቅዱስ ኣይትግበሩ ስእሊ ናይ ቅድስት ድንግል ማርያም ስእሊ ናይ ቅዱስ ሚካኤል ስእሊ ናይ መዲና ዓለም ስእሊ ዝበሃል ኣይትግበሩ ዝብል ኣብዝናሃለየ ንምንታይ ከምኡ ትገብሩ ዝብል ኣብ ኣእምሮናን ኣብ ርእስናን ብኡ ክንሓስብ ከም ንኽእል በዚኣ ዘይምርዳእና ይኸውን ኣሎ ማለት እዩ። ስእሊ ኣይትግበሩ ማለት ስኢልኩም ዝተወቕረ ምስሊ ወይ ሓወልቲ ኣይትግበሩ፣ ምስ ምስሊ ናይ ናይ ዝኾነ ከምዚ ጅግና መሻሉ ጅግና ሓውና ካብ ጸላእትና ዘድሓነና ወተሃደር ገለ ገለ ኢልካ ተቕውሞ ኣብ ከምዚ ሓወልቲ ትገብረሉ እዚ ሕጂ ንዕኡ በቲ ዝገበሮ ሞሳ ንክኾኖ ማለት ተዘክሮ ንክኾኖ ኢኻ ትገብሮ ዘለኻ እምበር ክተምልኾ ኢልካ ኣይኮንካን። ሕጂ ከምኡ ዓይነት ልክዕ ከምዚ ኣንቶ ዘሎ ከምዚ ንብሎ ዘለና ሓወልቲ ተኺሎም ኣምላኽ ንሱ እዩ ኢሎም ዘምልኽዎ ግዜ ነይሩ። ጣኦታት ትብል ዘለኻ ጣኦታት ትብል መምርሒ ከኣ ንህበና ኣምላኽ እዩ ማለትሲ ንሰብ ከማኻ ብእምኒ ወቒርካ ምስሊ ናይ ሰብ ጌርካ ኣምላኽ እዩ ኢልካ ምምላኽ ንዕኡ ኣይተምልኽ ይበሃል ዘሎ። ስእሊ ምስሊ ከኣኒ ከምኡ ኣብ ስኢልኩም ዝተወቕረ እምኒ ኣይትግበሩ። ምስሊ ዝበሃል ናይ ዝኾነ ይኹን ካብዚ ፍጥረታት ኣብዚ ዓለም ዘሎ እንስሳ ይኹን ገረብ ይኹን ኣብ ሰማይ ካብ ዝርከቡ ኣብ ምድሪ ካብ ዘለዉ ኣብ ትሕቲ ምድሪ ካብ ዘለዉ እንስሳ ዘቤት ይኹን ዘገዳም ካብኦም ኣእሰሩ ኣምላኽ ብምባልሲ ምስሊ ገርኩም ኣይትትጎብሩ ምናምን እዚኦም ኣይኮነን እቲኦም ክስገደሎም ዝግብኦም ይብሎም ዘሎ ማለት እዩ ምክንያቱ ፍጡራት እዮም ልክዕ ከማና ንሶም ባዕልኻ ፈጢርካ ከዓኒ ባዕልኻ ኣምላኽ እዩ ስለ ዘይትብል ባዕልኻ እናፈጠርካዮ ከመይ ኢሉ እዩ ኣምላኽ

እምበር ኣብዚ ናለ ኣብ መሰላ መወዳእታ ፍርዲ ዝብል ናይ ጎይታናን ኣምላኽናን መድኃኒናን ኢየሱስ ክርስቶስ ምዕራፍ ዕስራን ሓሙሽተን ብወንጌል ማቴዎስ ምዕራፍ ፍቕዲ ሰላሳን ሓደን ወዲ ሰብ ምስ ወዲ ሰብ ምስ ኩሎም መላእኽቱ ብኽብሩ ብኽብሩ ኣብ ዝመጸሉ ግዜ ሽዑ ኣብ ዝፋን ክብሩ ክቕመጥ እዩ፣ ኩሎም ኣሕዛብ ድማ ኣብ ቅድሚኡ ክእከቡ እዮም። ጓሳ ኣባጌ ከማ ካባ ጣል ከም ዝፈላልዪ ከምኡ ኸኣ ንሱ በብወገኖም ክፈልዮም እዩ። ነባጌ ብየማኑ ነጣል ድማ ብጸጋሙ ከቕውም እዩ። ሽዑ እቲ ንጉስ ብየማኑ ንዘለዉ ኣቱም ናይ ኣቦይ ቡሩኻት እቲ ዓለም ቅድሚ ክፍጠር ከሎ ዝተዳለወ ዝተዳለወልኩም መንግስቲ ክትወርሱ ኢኹም ምኽንያቱ ኣብዚ ዘሎ እቲ ሽዱሽተ ቃላት ወንጌል ጠምየ ኣብላዕኹምኒ

መዓዝ ሓሚምካ ወይ ተኣሲርካ በጺሕናካ እናበሉ ክሓትዎ እዮም። እቲ ንጉስ ከኣ እቲ ንሓደ ካብዞም ንኣስ ዝነኣሱ ኣሕዋተይ ዝገበርኩምዎ ንኣይ ከም ዝገበርኩምዎ ብሓቂ እብለኩም ኣለኹ ኢሉ ክምልሰሎም እዩ። ብድሕሪ እቲ ኣብ ጸጋሙ ንዘለዉ ኣቱም ርጉማት ካባይ ርሒቕኩም ናብቲ ንሰይጣንን ንመላእኽቱን ዘተዳለወ ናይ ዘላለም ሓዊ ኪዱ ምኽንያቱ ቀንየ ኣየብላዕኹምንን ሰሚዔ ኣየፍተኹምን፣ ጋሻ ኾይነ መጺኤ ኣይተቐበልኩምን፣ ዓሪቕነ ኣይከደንኩምን፣ ሓሚመ ተኣሲረ ኣይበጻሕኹምን ክብሎም እዩ። ሽዑ ንሳቶም ኦ ጐይታ መዓስ ጠሚኻ ርኢናካስ ወይ ጸሚእካ ወይ ጋሻ ኹንካ ወይ ዓሪቕካ ወይ ሓሚምካ ወይ ተኣሲርካ ዘየገልገልናካ ኢሎም ክምልሱ እዮም። ሽዑ ንሱ እቲ ንሓደ ካብዞም ዝነኣሱ ዘይገበርኩምዎ ንዓይ ከምዘይገበርኩምዎ ብሓቂ እብለኩም ኣሎኹ። ኢሉ ክምልሰሎም እዩ። ሸው እዚኣቶም ናብ ናይ ዘለኣለም ቅጽዓት፣ ጻድቃን ናብ ናይ ዘለኣለም ህይወት ክኸዱ እዮም ይብለና ማለት እዩ። እዚ ሽዱሽተ ቃላተ ወንጌል እዚኤን ይመስላ። ንዐኣን።